ኣለዎ ኣለስ እዛ መንሀር ሸሽልኮመ ስማይን ካናል ሰላማ ተኸታተል ናይዚ መደብ ከመይ ኣለኹም ኣነ ኣምላኽ መዝገን ፅቡቅ ኣለኹ ንስኹም ከ ከማይ ክትህልው ናይ ወርቱ ተስፋይ እዚ ኣቅርበልኩም ዘለኹ መደባት ሓጋዚ ኮይኑ ክትረኽብዎ ተስፋ ኣለና ሓጋዚ ኮይኑ ተረፍ እሞ ሼር ላይክ ሳብስክራይብ ኣይትግደፉ ዝኾነ ይኹን ርእይቶ ወይ ነቒፈታ ተለኩም ከ ኣብ ኮመንት ጽሓፉለይ ይርዳእኒ ጠፊኤኩም ቀኒየ ግን ከም ዝትፈልጥዎ ካቲ ህይወትካ ክብድ ይሊ ስለ ዝኾነ ናዝኻ ተዳሉ ግዜ ስለ ዘድልየካ ግዜ ስለ ዘይቅነየኒ ከምጻልኩም ዘይከኣልኩ ማለት እዩ ሕጂ ግን ግዜ ረኺብና ስለ ዘለና ረኺበያ ዘለኹ ግዜ ክጥቀመላ ስለ ዝደለኹ ሓንቲ ቪድዮ ሰሪሐልኩም ኣለኹ እዚኣ ጊፍ ቪድዮ ሓጋዚት ኮይና ክትረኽቡዋ ከኣ ተስፋ ኣለኒ ማለት እዩ ሕጂ ዘረባ ከይብዝሓልኩም ዳይረክትሊ ናብቲ ትምህርትና ክንኣቱ ማለት እዩ ቅድሚኡ ግን ኩሉ ትገብሩለይ ምትብባዕ ከይመስገንኩም ክሓልፍ ኣይደልኒ እቶም ዘይፈልጡ ኣዛ ቻነልና ውርላፍ ትበሃል ኣብዚኣ መፂኹም ትምህርቲ ቋንቋ ጀርመን ካልእ ካልእ ትምህርትታት እውን ሓድሽ ጀሚርና ኣለና ምስኡ ድኾነ ሓፈሻዊ ፍልጠትካ ንምስፋሕ ትሕግዝ ቻነል ስለ ዝኾነት ኣብዚኣ መፂኹም ተኸፈልቲ መደብና ክትኮኑ ብክብሪ ንዕድም ማለት እዩ ሕጂ ዳይሬክትሊ ናብ ትምህርትና ንውፅ ዶች ለርን ሕጂ ክንርኢና ማለት እዩ ሎሚ ትምህርትና ትምህርቲ ቋንቋ ጀርመን ኮይኑ ብዛዕባ ከመይ ጌርካ እዚ ብትግርኛ ብሰንኪ ብሰሪ እዚ ከመይ ኢና ብኸመይ ከ እዞም ቃላት እዚኦም ኣብ ቋንቋ ጀርመን ንጥቀመሎም ክንርኢና ማለት እዩ ሕጂ ብ ቋንቋ ጀርመን እዚኦም እዮም እዞም ፎርግሊሽ ዴምናኽ ዞሚት ኢንፎልግደሰን ዝበሃሉ እዞም ቃላት እዚኦም እዞም ብትግርኛ ኣብ ዝላዕሊ ጠቒሰልኩም ፅናሕኩ ማለት እዩ በዚ ምክንያት እዚ ብሳዕቤኑ ካብዚ ዝተላዕለ ብሰንኪ ብሰሪ እዚ ገለት ንብሎም ኣብ ትግርኛ ኣብ ጀርመን ከዓ እዞም ቃላት እዚኦም ንጥቀም ማለት እዩ ካልኦት በዚ ከዓ ካልኦት እዞም ኣብ ትግርኛ እንተዘየለ ኮንስት ኣንድረን ፋልስ ዝበሃሉ ኣለውና ማለት እዩ ኦኬ ንኸይድ ሕጂ ነዚኦም ነፍሲ ወከፎም ታብ ሓደ

ሓላፊና ሰውዓ ሰዓታት ኣብ ሰሙን ይሰርሕ ከም ሳዕቤኑ ንስድርኡ ዝኸውን ግዜ ዳርጋ የብሉን። ኖርማል ቫይዘ ሰብ ኣብ ሰሙን ክንደይ ይሰርሕ? ኣርባዓ ሰዓታት ማለት እዩ። እቲ ኖርማል ሰብ ሰዓታት ትሰርሓሉ እዚ ግን ሰብዓ ሰዓታት ትሰርሓሉ ተሓ እዛ ሰዋይ ግዜ ይብሉን ፋሚሊ ዝኸውን ሕጂ እንታይ ይገብር ኣሎ እዚ ፎርግሊሽ ማለት መኣስ ንጥቀመሉ እዞም ፈርግሊሽ፣ ዞሚት፣ ዴምናኽ፣ ንኾነ ነገር ከም ውጽኢቱ ከም ሳዕቤኑ ገለኽ ንብል ተኾይና ማለት እዩ ናይ ሓንቲ ሰንተንስ ተዛሪብና በዚ ውጽኢት እዚ ኻ በዚ ምክንያት እዚ ኻ ከምዚ ኮይኑ ንብል እንታይ ንጥቀም እዚኦም ፈርግሊሽ

እዚ እንታይ ማለት እዩ ብትግርኛ ንተርጉሞ ከለና ሓወይ ሰሙን መመላእታ ንፈተና ዝኾኖ ከፅንዕ ሓወይ ሰሙን መመላእታ ንፈተና ዝኾኖ ኣፅኒዑ በዚ ምክንያት እዚ ንሱ ፅቡቕ ዕድላት ኣለዎ ንክዕወት ትብል ኣለዎ ማለት እዩ እዚኣ በዚ ምክንያት እዚ እንታይ እታ ዞሚት ትኸውን ኣላ ማለት እዩ ከም ዘልኩም እየ ዞሚት ሕጂ ከም ሳዕቤኑ በዚ ምክንያት እዚ ኩሉ ሓደ እዩ ወላ ከም ሳዕቤኑ ክንብል ንኽእል ኢና ከም ሳዕቤኑ ንሱ ጽቡቕ ዕድላት ኣለዎ ንኽዕወት እብል ማእቲ እሱ ስለ ዘጽናይ ሕጂ ኩሉ ግዜ እዞም ዞሚትኒ ፎርግሊስኒ ንምንታይ ንጥቀመሎም ውፅኢት ናይ ሓደ ዝኾነ ነገር ማለት እዩ ንውፅኢት ክንጠቅስ ተኮይና ነዚኦም ንጥቀም ማለት እዩ

ኩሉ ማለት እዩ እዚኦም ቃላት ተመሳሰልቲ እዮም ኣብ ትግርኛ ከ ተሪኽሞም ኣብዚ ከ ተመሳሰልቲ እዮም ፎርግሊሽ ዞሚት ዴምናኽ ኩሎም እቶም ቃላት ተመሳሰልቲ እዮም እንታይ ትርጉሞም ከ ከምዚ ዝፅሕፈልኩም ዘለኹ ከም ሳዕቤኑ ከም ውፅኢቱ ብሰሪ እዚ በዚ ምክንያት እዚ ንምባል ማለት እዩ In der Fabrik ist eine Maschine ausgefallen. Demnach steht die Produktion still. ተብል ኣለኹ ኣብዚ ፋብሪካ ሓንቲ ማሽን ተባላሽ ኣላ ብሰሪ እዚ እቲ ፍርያት ደው ኢሉ ኣሎ እዚኣ ዴምና ሕጂ ከመይ ትኾን ኣላ ብሰሪ እዚ ወይ ከም ውጽኢቱ ወይ ከኣ በዚ ምኽንያት እዚ ማለት እዩ ከምዚ ዓሰርተ ግዜ ዘደጋግመልኩም ዘለኹ ኩሎም ሓደ ይትርጉሞም ፎርግሊሽ ዞሚት ዴምና ኩሉ ግዜ ሓደ ዓይነት ይትርጉሞም እሱ ከኣ ከምዚ ዝብለኩም ዘለኹ ከም ውጽኢቱ ብሰሪ እዚ በዚ ምኽንያት እዚ ማለት እዩ ኦኬ ናይዚኦም ርኢና ጸኒሕና ናይ ኔጋቲቭ ኮንሲኮንስ ዘለዎም ከዓ ክንርኢና ሕጂ ማለት እዩ ካልእ ኣለውና በተይ ቃል ትርጉም ዘለዎም ኣትዩ ከም በዓል ዞንስትን ኣንድረፋልስን ሕጂ ዞንስት ካብ ዝናለኩም ኣብ ስታይ ብላ ኣለኹ ሕጂ እሽ ምስ ሞርገንስ ሽታርከ ካፈ ትሪንከን ዞንስት ቪርደ እሽ ንሽት ቫኽ እዚ ከተርጉሞ ከለኹ ብቋንቋና ብትግርኛ ማለት እዩ ኣነ ንግሆ ናይ ግድም ቡን ክሰቲ ኣለኒ እንተዘየለ ኣይባረበርን የብል ኣለኹ ማለት እዩ ኣብቲ እንታይና ነርና ውፅኢት ናይዚ ንጠቅስ በቶም ዞሚት ፎርጉሊሽ ገለ ገይርና ማለት እዩ ዴምና ገለ ገይርና ኣብዚ ግን እንታይ ንብል ኣለና ደስተ ዘይገይረስ ከምዚ ኸውን ኣለኒ ማለት እዩ ክልተ ንፃር ነገር ኣለዎ ማለት እዩ እቲ ዝመፅ ዘሎ ሪዛልታት ሲ ኣንፃር ዝኸውን ተለ ከምዚ ዘይገይረስ ከም ዝኸውን እዩ ከምዚ ዘይገይረስ ከም ዝኸውን እዩ ዝብል እንተኮይኑ እንታይ ንጥቀም ምስቲ ወይ ከኣ ኣንድረን ፋልስ ንጥቀም ማለት እዩ። ንምጻ ካልኣይቲ ኤግዛምፕል ኣላትና እሽ ብላይበ ሆይተ ሌንጋ ኢም ቢሮ ኣንድረን ፋልስ ሻፈ እሽ ዲ ኣርባይት ኔሽት እዚ ብትግርኛ ክነተርጉሞ ከለና ሎሚ ኣብ ኦፊሰይ ነዊሕ ክጸንሕ እየ ካብኡ ዝተረፈ ስርሐይ ኣይውድእን እየ ማለት እዩ ወይ ከዓ እንተዘየለ ስርሐይ ኣይውድኡን እየ ክትጸንሕ ኣለካ እንተዘይኮይኑ ግን ኣይትውድኡን ኢኻ ማለት እዩ ክልተ እቲ ድሕራይ ዝመፅእ ዘሎ ኮንሲኮንስ እቲ ዝመፅእ ዘሎ ሪዛልት ሲ እንታይ ኮን ኣሎ ኔጋቲቭ ሪዛልት መፅእ ኣሎ ማለት እዩ ወይ ከምዚ ክትገብር ኣለካ ድሕሪኡ ከምኡ እንተዘይጌርካ ግን ከምዚ ኣሎ ማለት እዩ እቲ ክሳይ እንተዘይጌርካስ ሓደ ዕዳ መፃእካ ኣሎ ማለት እዩ ዞንስትን ኣንድረፋልስ ንጥቀም ዘለና ማለት እዩ ኣብዚ ሕጂ ወሲኸልኩም ኣለኹ እሽምሽምሽ ብኣይለን ዞንስቲ ፈርጳጸ ኢሽ ዴምባስ ዝብል ኣለኹ እንታይ እብል ኣለኹ እዚ ኣነ ናይ ግድን ክቐልጥፍ ኣለኒ እንተዘይኮይኑ እታ ባስ ክሕልፋ እየ እብል ኣለኹ ማለት እዩ ናይ ግድን ቀልጢፈ ከይድ ኣሎ እንተዘይኮይኑ መዓት ፀገም ክመፅኣኒ እዩ ምክንያቱ እታ ባስ ክትከይድ እያ ማለት እዩ ሕጂ እንተዘይኮይኑ ካብ ክንዚ እንተዘይኮይኑ ወይ እንተዘየለ ካብኡ ዝተረፈ ዝብል ማለት እዩ እዚኦም እንታይ እዮም ዞንስቲ ወይ ከዓ ኣንድረስ ኣንድረን ፋልስ እዩ Rako eine Pause. Andernfalls ካን እሽ ንእሽ ትምያ ኮንሰንትሪረን እኛ ከተርጉሞ ከለኹ ኣነ ዕረፍቲ የድልየኒ ኣሎ ካብኡ ዝተረፈ ኣነ ክድህብ ኣይክእልን ይብል ኣለኹ ማለት እዩ ንኣብነት ስልችወካ ማለት እዩ ከተድህብ ኣብቲ ኣብቲ ትምህርቲ ኣይትኽእልን ኢኻ እንታይ ትብሎ ነቲ መምህር መምህር እሽ ብራውካ ኣይነ ፓውዘ ኣንድረን ፋልስ ካን እሽ ምሽ ንሽት ሚያ ኮንሰንትሪረን ትብሎ ማለት እዩ እዚ ማለት ከኣ ኣነ ዕረፍቲ የድልየኒ ኣሎ ካብኡ ዝተረፈ ኣነ ከትህብ ኣይክእልን እየ ወይ ከኣ እንተዘየለ ኣነ ከትህብ ኣይክእልን እየ ወይ ከኣ እንተዘይኮይኑ ኣነ ከትህብ ኣይክእልን እየ ማለት እዩ እዚኦም ማለት እዩ ዞንስት ማለት ኣንድረን ፋልስ ማለት እዩ እዚኦም ሓደ ዓይነት ትርጉም ኣለዎም ማለት እዩ እዚያ ሕቶ ካባኹም እያ መፅያትኒ በርሄን ክኾና ተስፋ ገብር ማለት እዩ ተረዲያትኩም ኮይና ክትከውን ተስፋ ገብር ዝኾነ ይኹን ሕቶታት ዘለኩም ኮይኑ ኣብ ኮመንት ክትጽሕፉለይ ትኽእሉ ኢኹም። ይርዳእኒ ይድንጉየኩም እየ ግን ግዜ ተዘይብለይ ከዳልዎ ስለ ዘይክእል ምክንያቱ ባዕለይ ስለ ዝፅሕፎ ባዕለይ ፅሒፈ ባዕለይ ቪድዮ ንክመልኦ ቁርብ ግዜ ይወስደለ እዩ ከምዚ እንዳገበርና ግን ሓደ ሓደ ሓገዝቲ ተበልኮን ብዓቕሚ ከዳሉ ክፍትን እየ ማለት እዩ ሓጋዚ ኮይኑ ተረኪብኩሞ እዛ ቪድዮ ናብ ኩሉ ሼር በለዋ ሳብስክራይብ እንዳግበርኩም ከዓ ፈለው ምግባር ኣይትሕመቑ ማለት እዩ ክሳብ ኣብ ቀፃሊ ካብዚ ዝበለፀ ብካልእ ትምህርቲ ንራኸብ ሰሰናዩ ኣብ ሰላም የራኽበና